ቁሩብ ናይ ቴክኒክ ጸገም ኣጋጢምና ጸኒሑ ቅዱሳት ኣሕዋተይ እግዚኣብሔር ግን ሂብና እቲ ደገ ክብሪ ንኣምላኽ ይኹን ነታ መልእኽቲ ድማ ጥርንፍ ከነብላ ፈትሎ ዳግማይ ተመሊስና ኣለና ቅልጥፍ ኢልና ኣብቲ ናይ ዘንበብኩልኩም ናይ ቆሮንጦስ ከምኡ እዩ ስለዚ እቲ ካልእ የሱስ ዝብሎ ዘሎ ጳውሎስ እቲ ካልእ ወንጌል ዝብሎ ዘሎ ጳውሎስ እቲ ካልእ መንፈስ ዝብሎ ዘሎ ጳውሎስ ነንሓድሕዱ ዝተኣሳሰር ግንከ ካብዛ ክንዛረበላ ዝፀናሕና እምነት ወይ ከዓ ካብዛ ክንዘራረበላ ዝፀናሕና መንገዲ ብትሕዝቶ ይኹን ብምህሮ ይኹን ብሓቅነት ይኹን ብብርሃን ይኹን ብንጽህናን ብቕድስናን ይኹን ብኹሉ ዓይነት ናብራ ማለት እዩ ዝተፈለየ እዩ ንሰልፊ ኤግዛልቴሽን ወይ ንሰብ ዘርኢ ነገር እዩ ከምኡ ኢሎም ስለ ዝመሃርዎምሲ እንታይ እዮም ካብቶም ቅዱሳን እዮም ናዕዳ ዝረኽቡ ነይሮም እምበር ካብ ጎይታ የሱስ ክርስቶስ ኣይኮነን ኣኽሊል እንዳ ረኣዩ ኮይኖም ከምኡ ዝዘርጉ ዝነበሩ። ነቶም ሰባት ክሓባብሉ ንጳውሎስ ዘካፍእዎ ዝነበሩ ነቲ ሰባኺ ሓቂ እውን በዚ ከምዚ እዩ። ንጳውሎስ ከየጸጋዕካ ነታ ማሕበር ምድፋር ስለ ዘይከኣል ነቲ እምነት ዝሕሉ ዘሎ ሰብ ቀጥ ኣቢሉ ዝሕዝ ዘሎ ሰብ ንዑ ከይደፍኣኻ ደፊእኻ ከየውጻኻ ስሙ ከይበለልካ ስሙ ከየናሸኻ ነቲ ማሕበር ክትበልዖ ስለ ዘይትኽእል፣ ነቲ ማህበር ክትወርሶ ስለ ዘይትኽእል፣ ክትነግስ ስለ ዘይትኽእል፣ ኣብ ልዕሊ እቲ ማሕበር ንጳውሎስ ሽሙ የካፍእዎ ነይሮም፣ ነቲ ርእሶም ከኣ ሓፍሓፍ የብልዎ ነይሮም። ጳውሎስ ግን ኢልዎም፣ ኣሕዋተይ፣ ተመን ብጉርሑ ንሄዋን ከም ዘስሓታ፣ እዚኦም ሰሊኾም መጺኦም ዘለዉ ነቲ ሓሳባትኩም ከየጥፍእዎ እፈርሕ ኣለኹ። ኣብ ክርስቶስ ዝነበረኩም ንጽህናን ግርህነትን ከይጠፍእ እፈርሕ ኣለኹ። ኣይትስምዕዎም ቶሎሬት ኣይትግበርዎም ኣገልገልቲ ሰይጣን እዮም እዚኣቶም ኢሉ ተዛሪቡ ድሓር እንታይ ኢልዎም ከምዚኣቶም ዝበሉ ሰባት ከዓ ሃዋርያት ሓሶት ኢሉ ሃዋርያት ሓሶት ዝጥብሩ ኣየይቲ ርእሶም ንሃዋርያት ክርስቶስ ዘምስሉ እዮም ርእሶም ንሃዋርያት ክርስቶ ናይ የሱስ ክርስቶስ ምህሮ ዘይብሎምሲ ንርእሶም ግን ሃዋርያት ክርስቶስ የሱስ ዘምስሉ እዮም። እታ በዓል ጳውሎስ ዋጋ ዝኸፈሉላ እምነት እታ መገዲ ዘየላቶም ክነሳሲ ግን ንርእሶም ናይ ክርስቶስ ሃዋርያት ዘምስሉ እዮም። ዝጥብሩ ዓየይቲ እዮም። ከምዚ ገይሮም ጠቢሮም ጠባቢሮም ኣእምሮኦም ኣጥፊኦም ነታ ማሕበር ነታ ድንግል ገይሩ ንክርስቶስ ዘሕፀያ ማሕበርሲ ክወስድዋ ከባላሽዋ ከጥፍእዋ ከርስሕዋ ደልዮም ጳውሎስ ዕሽነት ክሳዕ ዝዛረብ ተቖጢዑ ክዝጽሕፍን ክዛረብን ከሎ ንርእዮ እግዚኣብሔር ኣምላኽ ዝተመስገነ ይኹን ሎምሲ ከም ልቢ ናይ ጳውሎስ ከም ልብቶም ኩሎም ሃዋርያት ድስምዖ ልቢ ኣለና ድዩ ከምዚ ክኸውን ከሎ ትቃል ከምዚ ክኸውን ከሎ ትምህሮ እታ ማሕበር ክትድፈር ከላ ብዝተፈላለየ ምህሮ ምንዝርና ናይ ምህሮ ክበዝሕ ከሎ ኣበየቦትኡ እቲ መጋቢነት ጸጋ ተሓዋዊሱን ተበሊሉን ክዝረብ ከሎ ክንገር ከሎ ክስበክ ከሎ ልብና ይሓምም ዶ ልብና ይቁጣዕ ዶ ልብና ይስምዖ ዶ ልብና ይኹሪ ዶ ወይሲ ስቕ ኢልና ኮምፕሮማይዝ ንገብር ወይሲ ስቕ ኢልና ካልእ ውራይና ንገብር ነዚኣቶም እሞ መን ክመልሶም እዩ ነዚኣቶም እሞ መን ከቕንዖም እዩ ነዚኣቶም መን ክገንሖም እዩ እዚኣቶም ደኣ ኢልና ንፈርሖም ከ እህልው ደኹን ሰማእትነት ዝሓትት እምነት ሰማእትነት ዝሓትት ወንጌል እዩ ኣብ ኢድና ዘሎ ሎሚ ነዚ ተዳሊና እንተ ደኣ ዀይና፣ ነዚ ተቘሪብና እንድሕር ደኣ ዀይና፣ ናይ ብሓቂ ዓየይቲ ናይ ክርስቶስ፣ ኣገልገልቲ ናይ ክርስቶስ እንተ ደኣ ዀይና፣ ከምቲ ጳውሎስ ዝበሎ፣ ክብሪ ንኣምላኽ ይኹን፣ ኣብ ቀዳማይ ቈረንጦስ፣ ኣብ ቀዳማይ ቈረንጦስ ጳውሎስሲ ኣታ እንታይ ኢልዎም? ከምኡኸ ሰብ ንኣና ከም ኣገልገልቲ ክርስቶስን ከም መገብቲ ከም መገብቲ ምስጢር ኣምላኽን ደኣ ይቝጸረና። ከም መገብቲ ምስጢር ኣምላኽ ደኣ ይቝጸረና፣ ካልእ ኮይንና ክንፍለጥ ኣይንደልን ኢና። ጠበርቲ ዲፕሎማቲክ ዝኾነ ኣዘራርባ ጌርና እንዳሓባበልና ገለ ብኸምኡ ክንፍለጥ ኣይንደልን ኢና። መገብቲ ምስጢር ኣምላኽ ከምኡ ገይሩ ጥራይ ሰብ ይፍለጠና ንዓና። ከምኡ ኢና ከምኡ ገይሩ ከኣ ሰብ ይፍለጠና ንዓና። ምስ ናይዚ ካብ መገብቲ ነፍሲ ወከፍ ሰብ እሙን ኮይኑ ክርከብ የድሊ። እሙን ኮይኑ ክርከብ የድሊ። ነታ ዝተቐበላ እምነትሲ እሙን፣ ነቲ ዝተቐበሎ ምህሮስ እሙን፣ ነቲ ዘገልግሎ ዘሎ ኣምላኽሲ እሙን ከምዚኣ ኮይኑ ክርከብ ጳውሎስ እሙንነት ነቲ ወንጌል ይርድኦ ነይሩ። እሙንነት ነቲ መልእኽቲ ይርድኦ ነይሩ። እሙንነት ንኣምላኽ ይርድኦ ነይሩ። በዚ ዋጋ ዝኸፍል ነይሩ። እሙን ክትከውን ትደሊዶ ንኣምላኽ ንክርስቶስ ነቲ ዘድሓነካ? ንወንጌል እሙን ክትከውን ትደሊዶ? ንጥብቅነት ወንጌል ደው ክትብል ትደሊዶ? ሎሚ ንዕና ሓደ ክልተ ተጣበቕቲ ወንጌል ኢልና ንሰሚ። እስኻኸ? እስኻኸ ኣይስምዓካን እዩ ወንጌል ክብደል ከሎ እምነት ክትዓኑ ከላ ማሕበር ክትተሓዋወስ ከላ ወንጌል ናይ ጎይታና የሱስ ክርስቶስ ክድፈር ከሎ ቃሉ ክጉዕፀፅ ከሎ ክቃጠን ከሎ ገሊኡ ተጎልዒፁ ክጠፍእ ከሎ ገሊኡ ከዓ ክቁረስ ከሎ ኣይስምዓካን ስለዚ ጳውሎስ ተሰሚዕዎ ተመለሱ ከይጠፍእ ከሎ ኣእምሮኹምን ሓሳብኩምን ከይጠፍእ ከሎ ተመለሱ ኢልዎ ተመለሱ ንጢሞጢዎስ እውን ከምኣይ ዝበሎ ንጢሞጢዎስ ዜን ኣንቢበ ክውዴ ንጢሞጢዎስ ካብኣ ስለ ዝተበገስና ኣላ ኣብ ቀዳማይ ጢሞጢዎስ ሓደ ኣርባዕተ እንታይ ኢሉ ኣሎ መሲሉኩም? ሓደ ኣርባዕተ። እቲ ናብ መቐዶንያ ክኸይድ ከለኹ ገሊኦም ካልእ ምህሮ ከይምህሩ ወይስ ናብ ጽንጽዋያት መወዳእታ ናብ ዘይብሉ ቁጽሪ ወለደታት ከየድህቡ ክትእዝዝ እዚ ኣብ ክንዲ እቲ ብመጋቢነት ኣምላኽ ራእዩ ኣብ ክንዲ እቲ ብመጋቢነት ኣምላኽ እሙን ምዃን ኣብ ክንዲ እቲ ብመጋቢነት ኣምላኽ እሙን ምዃንሲ ዝበዝሕ ክትዕ ዝበዝሕ ክትዕ የምጽኡ ኢለ ኣብ ኤፌሶን ክትቅመጥ ከም ዝመዓትኩኻ ሕጂውን ከምኡ እብል ኣለኹ። ብመጋቢነት ኣምላኽ እሙን ኮይንካ ተገልግሎ ዶክትሪን ኣሎ። ክትዕን ባእስን ናብ ጽንጹዋያት ዝወስድ ቁጽሪ ወለደታት ዝጠቅስ ከኣ ምህሮ ኣሎ። ካብኡ ኣርሕቕ። ካብኡ ርሓቕ። ካብኡ ርሓቕ። ናይ ክርስቶስ ምህሮ፣ እቲ ጥዑይ ምህሮ፣ እቲ ጥዑይ ዶክትሪን፣ ገና ዘይጠዓምካዮ ዘለኻ ዶክትሪን፣ ግናኸ ጥዑይ ዶክትሪን ናይ ክርስቶስ፣ ንዑ ኣውሪ፣ ንዑ ተዛረብ ኢልዎ ንጢሞጢዎስ። ኣርባዕተ ሽዱሽተ ሓንቲ ግምፅል ኣቢልኩም ተሪኢኹማ እውን ከምኡ ኢልዎም ነቶም ኣሕዋት እዚ እንተርእኻዮም ቃል እምነትን እቲ ተኣሚንካ ተኣሚንካ ዝሰዓብካዮ ፅቡቕ ምህሮን ኢሉ እተመገበ ጽቡቕ ምህሮ እተመገበ ሕያዋይ ኣገልጋሊ የሱስ ክርስቶስ ክትከውን ኢኻ። ጽቡቕ ምህሮ ዝተመገብካ ሕያዋይ ኣገልጋሊ ክርስቶስ፣ መጋቢ ክርስቶስ፣ ብመጋቢነት ክርስቶስ ዝሸመካ ክትከውን ትደሊ ዶ? That's the point! ናብዚኻ ክትምለስ ዘለካ ናብቲ ጽቡቕ ምህሮ ቅኑዕ ምህሮ እምነት ክትሕሉ ኣለካ እምነት ክትተክል ኣለካ እምነት ከተመሓላልፍ ኣለካ መንገዲ ከተርኢ ኣለካ መንገዲ ክትሰብኽ ኣለካ ክርስቶስ የሱስ እዩ እቲ መገዲ ኩሉ እቲ ናቱ ምህሮ እዩ እቲ መገዲ መገዲ ሓቂ ተባሂላ ዘላ እግዚኣብሔር ኣምላኽ ዝተመስገነ ይኹን ስለዚ ኣቱም ብሩኻት ኣሕዋተይ በዚ ክውድእ ሎሚ እዝንና ዘሳሐየና እዝንና ዘሳሐየና ጥራይ ንዓና ፊት ዝገብር ጥራይ ምህሮ ክንሰምዕ ዝገብሩና መምሃራን ጥራይ ነፍቅር ንሓቁፍ ተሊና ተጋጊና ኣለና ክንሰምዖ ዝግብኣና ምህሮ ዘመሓላልፉልና መምሃራን እዮም ዘድልዩና ክንሰምዖ ዘለና ንርእስኻን ነቶም ዝሰምዑኻን ከተድሕን ኢኻ። በዚ ትምህርቲ እዚ ከም ዝበሎ ንጢሞቴዎስ፣ እቲ ናይ የሱስ ክርስቶስ ትምህርትን ነቲ ዝተቐበሎ ኣድሒኑሲ ነቶም ሰማዕቲ ኸኣ ዘድሕን እዩ። ነቲ ዝተቐበሎ ጠቒሙሲ ነቶም ተቐበልቲ ኸኣ ዝጠቅም እዩ። ዝተሓዋወሰ ምህሮ ኣይኮነን እግዚኣብሔር ኣምላኽ ዝተመስገነ ይኹን ስለዚ ክንድሕነሉ ምስ ደሓንና ከኣ እሙናት ኣገልገልቲ ኮይንና ንክርስቶስ ደው ክንብለሉ ዘኽእለና ጥዑይ ምህሮ ጽቡቕ ምህሮ ዶክትሪን ብሓንቲ እምነትን ብሓንቲ መንገድን ተጻሒፉ ከም ዘሎ ዝረኣናዮ ዓንተወይ ንዑ ደው ክንብል ይግብኣና እዩ ዕድል ደኣ ኣይገበረን እምበር ይኸውን ሃዋርያ ጳውሎስ ሃዋርያ ጳውሎስ ክሳዱ ምስ ቆረጾ ኔሮ ተመጊዙ እንዲዩ ብሰማእትነት ሓሊፉ ሃዋርያ ጳውሎስ ሽዑ ካብቲ ዝበልኩኹም ጉድጓድ ኣይወጸን ናይ መጨረሻ እሱዩ ኣብ ሱሳን ሸሞንተን ዓመተ ምህረት ድሕሪ ርድተቶ ክርስቶስ ተመጊዙ እዩ ኣቢሉ ምኽንያቱ ሮማዊ ዜግነት ስለ ዝነበሮ ሮማዊ ዜግነት ዘይብሉ ብሮማ ብዝኾነ ዓይነት ናይ ሞት ኣገባብ እዩ ዝሓልፍ ነይሩ። ዜግነት ዘለዎ ግን ኣብ ኣናብስ ገለ ኣብቲ ኮሊስዮም ዝበሃል ነይሩ ሸው ኣናብስ ዝእከቡሉ ካልኦት ክርስትያናት ሮማዊ ዜግነት ዘይብሎም ኣብኡ እዮም ዝድርበዩ ነይሮም። በናብስ እዮም ዝብልዑ ነይሮም። ጳውሎስ ግን ሮማዊ ዜግነት ስለ ዘለዎ ናብኡ ክድርበ ይከኣልን እዩ። በቲ ሕጊ ስለ ዝኾነ ሮማን ሎ ኣየደርብዮን እዩ። ንሮማዊ ዜጋ ዘለዎ ቆሪጽካ ጥራይ ክሳዱ ኢኻ ብሰማእትነት ተሕልፎ። ጳውሎስ ከኣ ብኸምኡ ኣገባብ ከም ዝሓለፈ ታሪኽ ይነግረና ኣብ ስሳን ሸሞንተን ዓመተ ምሕረት ዕድል መቓብር ተሰሪሒሉ እንተ ኾይኑ ኣብቲ ናቱ ኤፒታፍ ኤፒታፍ ማለት እንታይ ማለት እዩ ጽሑፈ መቓብር ማለት እዩ ኣብ መቓብርካ ዝጸሓፍ እንሻሎ ኣብቲ ኣብቲ ቅድሚት በዚ ዝተወቕረ ነገር ገይሮም ዝጽሕፎ ምናልባት እንታይ ክትጸሓፈሉ መኽኣለት እንተ ኢልና እዛ ጭርሖ እዚኣ ሰለስተ ዝበላ ሰናይ ገድሊ ተጋዲለ ነቲ ጉያ ወድኤ ነታ እምነት ሓሌ እዘን ሰለስተ ጭርሖ ናይ ሃዋርያ ጳውሎስ ኣብኡ ምተጠቅዓ እዚ ሰናይ ገድሊ ዝተጋደለ እዚ ነታ ዝተዋህበቶ መንገድን ጉያን ዝወድዐ ነታ እምነት ኣቢሉ ኸኣ ካብ መጀመርታ ክሳዕ መወዳእታ ቀጥ ኣቢሉ ዝሓለወ ኤፒታፍ ናቱሲ እዚኣ ምኾነት። ክንደይ ዘገርም ባዮግራፊ እዩ፣ ክንደይ ዘገርም ዕዉት ህይወት እዩ እዚ። ኣብ መጨረሻ ክትግዕዝ ከለኻሲ ነታ ዝተዋህበትካ መገዲ ከም ዝወዳእኻ ኣዊጅካ ነታ እምነት ጀማሪ እምነትናን ደምዳሚኣን ኢየሱስ ክርስቶስ ናብኡ ጠምቱ ከም ተባህለ ክትጅምር ከለኻ ክርስቶስ እዩ፣ ክትውድእ ከለኻ ክርስቶስ እዩ። እቲ ምህሮ ኣብ ማእኸል፣ ኣብ መጀመርታ ክሳዕ መወዳእታ ዘሎ እቲ ምህሮ ሓደ እዩ። ግን ነዚ ሓልየ ተሰዊኤ፣ ነዚ ሓልየ ተሰናቢተ ክትብል ግን ክንደይ ዘገርም ዕዉት ህይወት ነቢርካ ማለት እዩ። እቲ ቃልስኻ ሰናይ ቃልሲ ኮይኑ ክሓልፍ ከሎ፣ ስቕ ኢልካ ናብ ኣብ ማእከል ናይ ስጋ ዘለዎ፣ ናይ ስምዒት ዘለዎ፣ ንጥቕሚ ርእስኻ ዝኾነ ቃልሲ፣ ስቕ ኢልካ ባእሲ፣ fighting፣ ገለ ዘይኮነሲ፣ ንወንጌል ክትብል ሰናይ ገድሊ ጥራይ ከም ዝተጋደልካ፣ እዚኤን ሰለስተ ነገር እንድሕር ኣውጁ ሰብ ተሰናቢቱ ካብዛ ምድሪ እዚኣ፣ ኣቤት ኣብ ቅድሚኡ ዘሎ ኣኽሊል! ኣቤት ካብ ጎይትኡ ዘሎ ናእዳ! ኣቤት ጎይትኡ ከመይ ገይሩ ይክቕበሎ። ብሩኻት ኣሕዋተይ ሎሚ በዚ መልእኽቲ እዚ ምናልባት እታ ኣምላኽ ዘዳለዋ ዝበለጸት ኣፍ ደገ ክትከውን ትኽእል እያ መቐይሮ ትገብረላ ምስ ኣምላኽ ምስ ርእስኻን ውሳኔ ትኣትወላ ከምዚ ገይሩ ዝመጸ ወንጌል፣ ከምዚ ገይሩ ዝተረከብክዎ እምነት፣ ዝሰማዕክዎ እምነት፣ ኣብ ልበይ ዝተተኽለ እምነት፣ ኣነ ክሕልዎ ኣለኒ፣ ኣነ ደው ክብለሉ ኣለኒ፣ ኣነ ክነብረሉ ኣለኒ። ክቃጠን ክብረዝ ክዝለል ከሎ፣ ክቑረዝ ከሎ ክቆራረጽ ከሎ፣ ክጎድሎ ከሎ ክውሰኾ ከሎ ክዕገስ ኣየኽእለንን እዩ ክትብል ሎሚ ውሳኔ ክትኣቱ ምናልባት እታ ዝበለጸት ዕድል ክትከውን ትኽእል እያ። ናተይ እውን እታ ዝበለጸት ዕድል ክትከውን ትኽእል እግዚኣብሔር ንኹላትና ከምዛ ናይ ጳውሎስ ጌርና ክንሰናበትን ክንሓልፍን ይርዳኣና ጎይታ ይባርኩም ጸጉ የብዛሓልኩም ክንጽሊና ብኡ ክንውዲና ሓፂር ጸሎት ክንጽሊና ኩሎኻትኩም ኣብ ዘለኹሞ ኮንኩም ጸልዩ እግዚኣብሔር ኣምላኽናን ኣቦናን ብየሱስ ክርስቶስ ሕያው ስም ነመስግነካን ንባርኸካን ኣለና እግዚኣብሔር ኣምላኸ እቲ ንስኻ ሰብ ኮይንካ ዝወረድካሉ ከም ሰብ ሓሳረ መከራ ዝጸገብካሉ ግናኸ ንምድሓን ደቂ ሰባት ዝኾነ ማለያ ዘይብሉ ዋጋ ዝኸፈልካሉ ዝተዋረድካሉ ሓሳረ መከራ ዝጸገብካሉ ዝሞትካሉ ዝተንሳእኻሉ ኣብ የማን ግርማ ኣምላኽ ዝተቐመጥካሉ ነቶም ዝስዕቡኻን ነቶም ነታ እምነት ሓልዮም ብትኽክል ቀጥ ኢሎም በዛ መገዲ እዚኣ ዝመላለሱ ዘለዉ ክትወስደሉ ናብ ክብሪ ናብ ግርማ ከተእትወሉ ድማ ዳግማይ ትምለሰሉ እግዚኣብሔር በዚ ዋጋ እዚ ከይንፃወት ነዚ ዋጋ እዚ ነዚ ክቡር ዋጋ እዚ ሓዲግና ናብ ፅንፅዋያት ናብ ቁፅሪ ዘይብሉ ወለዶታት ኣቲና ከይንዛረብ ናብቲ ብሳይንስ ብሓሶት ፍልጠት ዝበሃል ሳይንሳዊ መግለጺታትን ናይ ፊሎሶፊካል ዝኾነ ኣፕሮችን ናብኡ ከይንምለስ ነቲ ናይ ወድኻ ዕዮ ነቲ ናይ ወድኻ ዋጋ ነቲ ናይ ወድኻ መልእኽቲ ነቲ ናይ መንፈስ ቅዱስ መልእኽቲ ዘንጊዕና ኣብ ሃተውተው ከይንኣቱ ብየሱስ ክርስቶስ ሕያው ስም ነቲ ጀማርን ደምዳምን እምነትና ዝኾነ ኢየሱስ ክርስቶስ ጥራይ እናጠመትና እናማዕደና ንዑ ከነሐጉስ ባህ ከነብል እናሓሰብና ጎይታ ንነስ ወከፍና ከነገልግለካ ከለና ክትረድኣና ብየሱስ ክርስቶስ ያው ስም ጽልያ ኣለኹ ጎይታ ነዚ ክትገብር እሙን ኢኻ ጻድቕ ኢኻ ኣምላኽና ስለ ዝፈትኻና ተዛሪብካና ኣለኻ በዚ ብሉል ናይ ምዕራባዊ ዓለም ወንጌል ከይንወሓጥ ክብሪ ርእሲ ሓፍ ዘብል ንክርስቶስ ዘወግድ ምድራዊ ዝኾነ ናይ ከብዲ ዝኾነ ኣብ ሕስረት ክብረት ከም ዘሎ ዘውሪ ብየሱስ ክርስቶስ ያው ስም ካብዚ ኣምሊጥና ናብቲ ዋጋ ዘኽፍል፣ መከራ ዘጽግብ፣ ሰናይ ግብሪ ዘለዎ፣ ንበዓል ቤት ዝጠቅም ኣካይዳ ኣገልግሎት ክንምለስ፣ ብየሱስ ክርስቶስ ሕያው ስም ንነፍሲ ወከፍ ዓያዪ፣ ንነፍሲ ወከፍ ኣገልጋሊ፣ ንነፍሲ ወከፍ ምእመን ክትረድእ ብሽም ወድኻ የሱስ ክርስቶስ እጽሊ ኣሎኹ። ሎሚ ተዛሪብካና ኣለኻ እግዚኣብሔር ኣቦይን ኣምላኸይን። እነሆ እዚ መልእኽቲ እዚ እግዚኣብሄር ኣምላኸ ካብ ሕጂ ጀሚርና ከምኡ ኮይንና ክንጋሃደሉ ብፍርሃትን ብራዕድን ቃልካ ክንነግር ንባዕልና እውን ክንጥቀመሉ ብየሱስ ክርስቶስ ያው ስም ክትረድኣና እጽልይ ኣለኹ ዊን ከም ዝበለና ከምቲ ትምኒት ናይ ልብና ጌርና ነቲ ቃልካ ከይንፈትሖ ናብ ጥቕሚ ርእስና ከነውዕሎ መገባብሮ ናይቲ ሓልዮት ሓዳር ከይንገብሮ ነቲ ቃልካ መርቻንዳይዝ ከይንገብሮ በቲ ቃልካ ክንነግድ ከይንጅምር እግዚኣብሔር ኣምላኸ እዚ ኩሉ ዝተኸፍለ ዋጋ ናይ ወድኻን ናይቶም ሃዋርያቱን ኣብ ቅድሚ ዕንና ጌርና ከም ኣብነት ተቐቢልና ንብረቶም እንዳሰዓብና እግዚኣብሔር ኣምላኸ ንትዕግስቶም ንዓቕሎም ንኹሉ ቅድስነኦም ንንፅህነኦም እንዳረኣና ከነገልግሎ ነዚ ቃል እዚ ብየሱስ ክርስቶስ ያው ስም ክትረድኣናን ፀጋኻ ክተብዛሓልና ንፅሊ ኣለኹ ጐይታ በዚ ነገር እዚ ስለ ዝረዳእኻና ስለ ዝተዛረብካና ክብሪ ውሰድ ብየሱስ ክርስቶስ ሕያው ስም ኣሜን ኣሜን እንደ ኣሜን ተባረኹ